ሰላም ሰላም ጥዕና ሃበለይ ኣብ መላእ ዓለም ትርከቡ ናይ ሰናይ ዘመን ኩሉ ተኸታተልቲ ዩቱብ ቻነል ከመይ ኣለኹም ከመይ ትኾኑ ከመይ ናብዛ ሰዓት እዚኣ በፂሕኹም እግዚኣብሄር ይመስገን ኩሉ ክኾን ተስፋኹም ተስፋ ይገብር ምንየተይ እዩ ናብ ቻነለይ ሓደሽቲ ዝመጻኹም ላይክ ሳብስክራይብ ሸር ብምግባር ቤተሰብ ኩኑ ቤተሰብ ዝኾንኩም ድማ ከም ቀደምኩም ደገፍኩም ሓገዝኩም ኣይፈለየኒ ናበልኩ ሎም መዓንቲ ሓሳበይ ዝቦ ብዛዕባና ሸዊት መዝገበ እዩ ረ በስማ በዓል ከዛ ማሕበራዊ ሚዲያ ወፅኡ ከም ዝተዛረቡ ኩላትና ንፈልጥ ኢና ሸዊት መዝገበ ማለት ብልክዕ ከም ፀሓይ ብርሃን ልቢ ሰብ እትስሕብን ኩሉ ግዜ ደስተኛ ሰሓቕ ፍሽኽታ ንኩሉ ሰብ ብሓጎስ ብምቕራብ ድምፃዊት እያ ጥዑም ድምፂ ልክዕ ከም ዜማ መልእኽቲ ዘሎ ሙዚቃስ መልእኽቲ ዘሎ ብተወሳኺ ድማ ትሕትና ዝዓደላ መኽበሪት ሰብ ናብ ሰብ ዘለዋ ቀረርብ ብጣዕሚ ኣዘያ ደስ ትብል ሰብ እያ። ኣይኮነይ ብደገ ብድምፃ ሰሚዕኻ እሲ ኣካላታ ኩሉ ምስክር እዩ፣ ፅባቐኣ ናይ ባዕላ ምስክር እዩ። በዓል ገዛ ዝበለ ግን ካብ ቅንእ ዝተልዓለ ድዩ ወይ ልኣልምናኣስ ድዩ? ልሓደ ሰብ ልምናኣስን ልም ልምትሓትን ዘለና ከምዚ ልሙድ ኮይኑ ይመጽእ ኣሎ ይመስለኒ። ንበዓልቲ ገዛኻ ክንድዚ ምንኣስ ወይ ድማ ክንድዚ ገበና ናይ ቤት ናይ ሰበይትኻ ምጻእ ጅግንነት ኮይኑ ዝመስሎም ሰባት ኣሎ። ሸዊት መዝገብ ማለት ድምፀ ጥራይ ዘይኮነ ስብእናኣ ማንኛው ሰብ ዘድንቐ እዩ። ኩሉ ግዜ ፍሽኽታ እያ፣ ኩሉ ግዜ ሰሓቕ እያ። ኩሉ ግዜ ብጣዕሚ ሰሓባይ ዝኾነ ግርማ ሞጎስ እውን ኣለዋ። ኣብ ዝተፈላለየ ቃለ መሕተት ክንሪኣ ከለና ኣብ ዝተፈላለየ ሚድያታት ክንሪኣ ከለና በዓልቲ ፅብቕቲ መዓርግ እያ። በዓል ገዛ ለለለ ግን ኣንጊሰያ ኣብ ትሕቲ ፈጣሪ ኣነ ኣንጊሰያ። ኢሉ እዩ ተዛሪቡ። ለንግስ መጀመርያ እግዚኣብሄር እዩ፣ ሰብ ኣየንግስን እዩ። እግዚኣብሄር ኣምላኽ ግርማ ሞገስ እዩ፣ ድምፂ እዩ፣ መልክዕ እዩ ዓንዲልዎ ኣሎ። ናይቲ ደርፊ እኳ ላተይ ዘመገስኩ ደርፊ ናታ ርእቶ ናታ ህይወት ናታ ድሌት ስለ ዝኾነ ኣና ሰብ ድሌተይ ኣይትኣትን ኢኻ ናታ ተዋፅኦ ስለ ዘለዋ ስለ ትሰርሕ ዘላ ማለት እዩ። ሸዊት መዝገብ ኣብ መልክዓን ኣብ ድምፀን ትደርፍ ኣይተረፈትን ኣብ ባህሊ ወይ ድማ ኣብ ንዓና ዘለዋ ኣስተምህሮን ስነጥበባውያን ድማ እትውክል ትውክል እያ ስለ ዝኾነት ኢና ብኣኽብሮት ብኣሰራርሓኣ ኣነ ዘኽብራ ዝፎትያ ብናይ እሳ ተቕርቦ ብስራሓ ኣብ ባህላ ዘለዋ ኣብ ህዝባ ዘለዋ ሓገዝ ኣብ ዝተፈላለየ ነገር ብጣዕሚ ኣዝያ ጠንካራ ጎበዝ ተባሃጊት እያ። ኩሉ ግዜ ብሰሓቕ ብደስታ ስለ ትሪኣ ፍሽኽ ላለ ስለ ትሪኣ ውሽጣ ከም ውሽጣ ናደጋ ናይ ባዕላ ናደጋ ከም ባዕላ ክትሪኦ ከለኻስ ብጣዕሚ እዩ ደስ ልብል። ናብ ውሽጣ ከም ውሽጣ ናብ ደጋ ከዓ ከም ደጋ ብጣዕሚ ደስ ትብል ሸዊት መዝገብ እያ ሸዊት መዝገብ ብጣዕሚ እያ ነ ዘድንቃ ኮይኑ ግን በዓል ቤታ ኣብ ማሕበራዊ ሚድያ ዝወፅኦ ዝበሎ ምክንያት ብጣዕሚ ኣነዋሪ ልኾነ እዩ ዋላ እኳ ተዚ ዋላ ተኾነት ተኾነት እውን ክኸድናን ክሽፍናን ክሰትራን ዳእዩ ዘለዎ እምበር ኣብ ማሕበራዊ ሚድያ ኣባላልዓ ርስቲ ዘይተረፈ ናይ ሰራሕተኛት ዘይተረፈ ትማሊ ኣርባዕተ ዓመተ ፍቅሪ ብሓደ ጸኒሕካ ብዙሕ ሕማቕን ጽቡቕን ኣሕሊፍካ ኣብ ትገብሮ ዝነበረካ ሂወት ትማሊ ክኾነለይ እዩ ክጥዕመለይ እዩ ምስኣ ክነብር እየ ኢሉ ፈትዩ ብዝገበሮ ነገር ኣብ ሀዚ ከዓ ምሳኻ'የ ኣለኹ ናብ ዝበለትሉ ሰዓት ኣብ ማሕበራዊ ሚድያ ወጺኡ ምሽጥር ብምውጽኡ ካብቶም ሓደ ብዙሓት ኣወዳት ኣለዉ እንድዮም ከምዚ ዓይነት ዘሎም ናይ መጨረሻ ዕሽነቱ ወይ ድማ ግርህነቱ እዩ ኣርእዩና ዘሎ ምክንያቱ ገበን ናይ ማንኛው ሰብ ክትሽፍን ገበን ናይ ማንኛው ሰብ ክትኸዲ እንዳይ እምበይ ገበን ናይ ማንኛው ሰብ ክተውጽእ ማንኛው እግዚኣብሔር እውን ኣይፈቕዶን እዩ ሰብ እውን ኣይፈቕዶን እዩ መቸም ሰብ ኮይኑ ዘይጋገ የለን ሩዝ ክትበልዕ ከላስ ተፍስስ እያ ቢድካ ላላ ከተፍስስ ሩዝ ዳዩ ናይ መጨበጢ ኮይኑ እንታይ ኣሎ ልጭበጥ ሩዝ ደኣ ሩዝ ላበልዐት ተፍስስ ታይ ማይ ትክስትር እንዲ ደኣ ብጣዕሚ እዩ ገሪምኒ ባእ ብስማም እንታይ እንታይ እንታይ ኢሉ ልልቃ እዚ ሪካርድ ገለመለ ባዕለ እዩ ገሪምኒ ንሸዊት መዝገ ዝኣክል ክንድዚ ንሰራሕተኛ ኮይሩ መል ምስ ዝተሓደር ዝነበረት ሰበይቲ ፅባቐኣ ኩሉ ነገራ ላስተማቐረ ዝነበር ዝነበረ ሰብኣይ ለኣና እሱ ልትኣል ንሰራሕተኛ ብምወዳሱ ኣነ ፍልልይ ገይረ ኮንኩይ ብሓቂሲ ፍልልይ ገይረ ኮንኩይ ሰበይቲ ሰበይቲ እያ ሰራሕተኛ ሰራሕተኛ ኩላትና ሰባት ኢና መጀመርያ ሰባት ኢና ናይ ስራሕ ናይ ሓሳብ ናይ ሓሳብ ምልክት ፍልልይ ክልየና ይኽእል እዩ ምክንያቱ እቲኣ ከም ሰራሕተኛ እቲኣ ከም በዓልቲ ገዛ እያና ብጣዕሚ እዩ ገሪምኒ ሓሳብኩም ሃቡ ሸዊት መዝገብ እውን በዚ ኣጋጣሚ እዚ መልሲ ሂባ ኣላ። መልሲ ድማ ኣነ ኣይኮንኩን ካብ ቅንኢ ዝተልዓለ ደኣ እዩ እምበር ኣነ ኣይኮንኩን ኣነ ሸዊት እየ ማንኛው ሰብ ልፈልጠኒ ኢለ መልሲ ሂባ ኣላ። ብሓቂ እኳ ስቕሎ ይበልኪ ኢለ ኣነ ብስሩ ገሪሙኒ እዩ ታሽሙ ምስ ረእኹ ባ ላበይ ላበይ ኢሉ ኾን ኣሎ እዚ ሰብ ኢለ እየ ገሪሙኒ እና ሓሳብኩም ሃቡ ኣብዚ ሓሳብ እዚ ወይ ድማ ኣብዚ በዓል ገዛ ኣልወሎ ክዛረብ ነይርዎ ዶ ወይስ ክዛረብ ኣይነበረ ኣነ ክዛረብ ኣይነበረ ኢለ ዋላ ትኾነ ክሽፍናን ክኻድና እንዳ እዩ እምበር ከምዚ ገይሩ ማሕበራዊ ሚዲያ ከናእሳ ኣነ ኣይፈቅድን ብዝኾነ ብዙሓት ወዳት ከምዚ እንዲም ዝኾነ ስንፍና ናይ ጓል ኣንስተይቲ ወይ ድማ ዝኾነ ኣብ ናይ ጓል ኣንስተይቲ ነገር ይሪኡ እሞ ተመልሶም ለኣ ልምንኣስ ድኹም ጎንኻ ፈትሾ ወይ ድማ እታ ልኣኻ እዚኣስ ልዚኣስ ተውድቃ እያ ኢሎም ልሓሰብዋ ነገራት መብዛሕትኦም ሰባት ብቪድዮ ምቕዳሕ ብገንዘብ ብምልማን ብምስሓብ ብምሽወድ ኢና ንፈልጦም ለዚ ከዓ ኣብ ገዛ ብዝተሰርሐ ነገር ብትበልዖ ብትኽደኖ ብትሰትዮ ተይተረፈ እዩ ተዛሪቡ ኣብዚ ርእይቶኹም ሓሳብኩም ሃቡ ኢኹም ንዛ ቪድዮ እዚኣ ዝሰምዑ ርእይቶኹም ሃቡ ክዛረባ ነይሩ በር ክዛረባ ይነበረ ኣነ ክዛረባ ይነበረ ኢለ እዚ ግን ምልክት ስለ ዝተዛረበ ግን ምልክት ናይ ድኾም ኣተሓሳስባ ዘለዎ ሰብ ኢለ እየ ሓሲብ ምክንያቱ ኸላስ እዚኣ ሰበይቲ እያ በቃ ናትማልን ነይር ሂወት ስለ ዝኾነ ሰወይቲ እያ ጌጋ ጌጋ ዝብል ሰብ ከዓ የለ ጌጋ መናብርትና እዩ ነቲ ጌጋ ሸፍናዮ ከዲምናዮ ክንከድ ከለና እግዚኣብሔር ኣምላክ ከዓ ኩሉ ነገርና እዩ ዘሽፍነልና እና ለለና ሓሳብ ዘይመስል ሸዊት መዝገ ካብቲ ዝገለፅክዎ ዓንቶ ብጣዕሚ ኣዝያ ብልፅቲ ምኽበሪት ሰብ ምኽበሪት ባህላ እያ ኣነ ክሪኣ ከለኹ ብጣዕሚ እያ ደስ ትብለኒ ዘሎ ፍሽኽታ ዘሎ ኣብ ህዝበ ዘሎ ኣኽብሮት ንህዝባ ትገብሮ ኣብ ዝሓለፈ ንፈልጥ ኢና ኩላትና ኣብ ኩነታት ኣብ ጎኒ ህዝባ እያ ሐዚ ኸኣ ኣብ ጎኒ ህዝባ እያ እዚ ሰብ እዚ ግን ካብ ቅንእ ዝተልዓለ ኢሉላና ትማሊ ምስኡ ነይራ ሐዚ ምስኡ ስለ ዘየላ ብዙሓት ሳቶ ከምዚ ህይወት ስለ ልሽነፉ ስለ ልናደዱ ብኡ እዮም ግዲ ለኣ ለጋናነዩ መሲልዎ እምበር ለኣ ኣየጋናነየን እዩ እሳ ሸዊት ከም ሽማ ሸዊት እያ። እዚ ከዓ ጥረ ሓሳብ ወይ ድማ ዘይበሰለ ሓሳብ ንሓዳሩ ክሽፍን ዘይከኣለ ሰብ ኢለ እየ ኣነ ደምዲመዮ። ብጣዕሚ እዩ ሓቂ ኮሪ እየ ፅቡቅ ኣይትሰምዐኒ ልነበረትና ሓሳብ እዚኣ ትመስል ለልማዓንቲ ሓሳብ ክምሃቡ መቸም ወታ ኣተኣለዋልክን ቤት ተዛረብ ኮይኑ ግን በቃ ክዛረብ ለለን ነገር እየ ተዛሪበ ዘለኹ ይብል ኩላትኩም ኣብ መላእ ዓለም ትርከቡ ናይ ሰናይ ዘበን ንኹሉ ተኸታተልቲ ዩቱብ ቻነል እዚኣ ዝሰማዕኹም ሓሳብኩም ኣካፍሉ እናበልኩ እየ ዝነበረና ፃንሒት እዚ ይመስል። ሰላም ወሰናይ ኣብ ኩሉ ዓለም ዘሎ እግዚኣብሔር ኣምላኽ ሰላም የስፍነልና ላዋልኩ ሰላም ቅንያት